ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስቶሊክ ምሽን ዝተሓላለፍ ናይ ያው ቃል መደብ እዩ ሎሚ ድማ ነቲ ኣብ ትንቢት ኢሳያስ ታሽዓይ ምዕራፍ ካብ ቁፅሪ ሽዱሽተን ሸውዓተን ዘሎ ክፍሊ ፅሑፍ ብምንባብ ህያብ ኣምላኽ ብዝብል ኣርእስቲ ናይ ሎሚ መልእኽትና ክንርኢና ከምቲ ዝፍለጥ እዚ ቅነ እዚ ናይ ልደት ቅነ እዩ ናይ ጎይታናን መድሓኒናን የሱስ ክርስቶስ ናይ ልደት ቅነ እዩ ስለዚ ርሑስ በዓል ልደትን ሓድሽ ዓመትን ንዓኻትኩምን ንቤተሰብኩምን ይግበረልኩም ሜሪ ክሪስቲማስ ኤን ሃፒ ኒው ይር እናበልኩ ሎሚ ድማ ብዛዕባ እቲ ዝዓበየ ህያብ ናይ ኣምላኽ እንታይ ከም ዝኾነ ካብ ቃል እግዚኣብሄር ክንርኢ ኢና መቸም ኣብ ቅነ ልደት ሰብ ቀልጢፉ ኣብ ኣእምርኡ ዝመጾ ዝተፈላለየ ነገራት ክኸውን እኽእል እዩ ንዝበዝሐ ሰብ ብዛዕባ ልደት ክቀራረብ ከሎ ዝመጾ ኣብ ኣእምርኡ ብዛዕባ ህያባት ምሃብ ብዛዕባ ንደቁ ዝኸውን ንቤተሰቡ ዝኸውን ንዝቐርብዎን ዝፈትዎ ዝኸውን ህያባት ምሃብ ኣብ ኣእምርኡ ቀልጢፉ ዝመጾ ነገር እዩ እንተኾነ ግን እቲ ዝዓበየ እግዚኣብሄር ንደቂ ሰብ ዝሃቡ ህያብ ባዕሉ እቲ መድሓኒ እቲ መሲሕ ኢየሱስ ክርስቶስ ወዲ ህያው ኣምላኽ እዩ ስለዚ ሎሚ ካብ ቃል እግዚኣብሄር ብዛዕባኡ ኢና ክንርኢ ኣብ ትንቢት ኢሰያስ ታሽዓይ ምዕራፍ ካብ ቁፅሪ ሽዱሽተ ክሳብ ቁፅሪ ሸውዓተ ዘሎ ክፍሊ ፅሑፍ ከምዚ ዝብል ቃል ኢና ነንብብ ህፃን ተወሊድልና ወዲ ተውሂብና እዩ እሞ እቲ ግዝኣቱ ከዓ ኣብ መንኩቡ እዩ ስሙ እውን ጉሩም መካር ብርቱዕ ኣምላኽ ኣቦ ዘለኣለም መስፍን ሰላም ክስመ እዩ ብፍርድን ብፅድቅን ካብ ሕጂ ክሳዕ ዘልኣለም ምእንቲ ኸጽንዓን፣ ኮኡ ማንሲ ኣብ ዝፋን ዳዊትን ኣብ መንግስቱን፣ ዕቤት ግዝኣቱን ሰላሙን መወዳእታ የብሉን፣ ቅንኣት እግዚኣብሄር ጎይታ ሰራዊት ንዚ ክገብር እዩ ይብል። ነቢ ኢሰያስ ቅድሚ ሽውዓተ ሚእቲ ዓመት ብናይ መንፈስ ቁዱስ ምርሒትን ድርኺትን፣ ነዚ ትንቢታዊ ቃል ብዛዕባ እቲ ክውለድ ዘለዎ ህጻን፣ ብዛዕባ እቲ ክውለድ ዘለዎ መድሓኒ፣ ብዛዕባ እታ ክውለድ ዘለዎ መሲሕ ወይ ድማ ክርስቶስ ኣቐዲሙ ዝተዛረቦ ቃል እዩ። ወዲ ተወሊድልና ወዲ ተዋሂብና እዩሞ ይብል ስለዚ እቲ እተዋሃበና ወዲ ህፃን ተወሊድልና እዩሞ ምስ በለ ወዲ ተዋሂብና ይብል ህፃን ተወሊዱ ጥራይ ኣይኮነን ዝብል ህፃን ተወሊድልና ኢሉ እዩ ዝጀምር ስለዚ ዝተወልደ ህጻን ንርእሱ ኢሉ ዝተወልደ ኣይኮነን ማለት እዩ። ህጻን ተወሊድልና ንዓና እዩ ተወሊዱ። ወዲ ተዋሂብና ይብል ንዓና እዩ ተዋሂቡ። ስለዚ እቲ ዝዓበየ ህያብ ኣምላኽ ንደቂ ሰባት እግዚኣብሔር ዝሃቦ እቲ ኣብ ሕቕፉ ዝነብር መተካእታ ዘይብሉ ሓደ ወዱ እዩ ሂብና ሰብ ንዝፈትውዎ ብፍላይ ኣብዚ ቀነ ልደት ዝተፈላለየ ዓይነት ህያባት ካብ ደቁን ቤተሰቡን ጀሚሩ ክህብ ይኽእል እዩ ኣምላኽ ንዓይ ንዓኻትኩምን ዝሃበና ንኹሎም ደቂ ሰባት ድማ ዝሃቦም ዓብዪ ህያብ ግና ወዱ የሱስ ክርስቶስ እዩ ስለዚ ቅድም ቀዳድም እዚ ዝዓበየ ህያብ ኣብ ህይወትና ከም ዝተወሃብና ኣምላኽ ብልግሱ ከይበቐቐ ወዱ ንምድሓንና ከም ዝሃበና ወዱ መድሓኒ ገይሩ ከም ዝሰደደልና ወዱ ተበጃዊ ገይሩ ከም ዝለኣኸልና ኣጸቢቑ ክበርሃልና ይግብኦ እዩ። ንዚ ህያብ ኣምላኽ ድማ ብደስታ ኣብ ህይወትና ክንቅበሎ ይግባኣና። እዚ ብስራት እዚ ዝበፅሓና እዚ ዜና እዚ ዝበፅሓና እዚ ወንጌል እዚ ዝበፅሓና እሞ ወዲ የሱስ ክርስቶስ ናይ ህይወትና መድሓኒ ናይ ህይወትና ጎይታ ጌርና ዝተቐበልናዮ ንዚ ህያብ ኣምላኽ ድማ ብደስታ ዝተቐበልናዮ ድማ ዝዓበየ ህያብ ኣብ ህይወትና ዝተቐበልና ሰባት ከም ዝኾንና በዚ ዝዓበየ ህያብ ድማ ንኣምላኽ ምስጋና እነቕርብ ደስ ኢልና ድማ እዚ ዓብ ህያብ ድማ ንካልኦት እነካፍል ሰባት ክንከውን ይግብኣና እዩ ስለዚ ቅድም ቀዳድም በዚ ናይ ልደት ቅነ ኣብ እምሮና ክመፅእ ዘለዎ ካልእ ምድራውን ስጋዊ ነገርን ክኸውን ኣይኮነን ዝግብኦ ዝብላዕ ስተን ዝኽደን ዝርገፅ ንሰብ ዝወሃብ ህያባትን ካብ ሰብ ንቕበሎ ህያባትን ዘይኮነሲ ብዛዕባ እቲ ኣቐዲሙ እግዚኣብሄር ዝሃበና ዓብ ህያብ ብሉፅ ህያብ መተካእታ ዘይብሉ ህያብ ወዲ የሱስ ክርስቶስ ኢና ቀድም ቀዳድም ክንሓስብን ብኡ ድማ ንኣምላኽ ከነመስግኖን ዝግብኣና። ኢየሱስ ክርስቶስ ሓደ እዋን ኣብ ወንጌል ዮሐንስ ራብዓይ ምዕራፍ ቁፅሪ ዓሰርተ ምስታ ሳምራዊት ሰበይቲ ድንገት ተራኺቡ ክዛረብ ከሎ ሓደ ነገር ተዛሪብዋ መቸም እቲ ዘረብኦም ማይ ኣስትይኒ ኣየስትየካን እየ ንስኻ ኣይዳውክ ንስኻ ካባይ ሳምራዊት ሰይቲ ከመይ ጌርካ ትልምን ነቲ ማይ ሂወት ከመይ ጌርካ ትረኽቦ መቅድሒ የብልካን ዝብል ብዙሕ ዘረባታት ኔሩ የሱስ ክርስቶስ ግን ሓደ ነገር ተዛሪብዋ ህያብ ኣምላኽን እቲ ኣስትይኒ ዝብለኪ ዘሎ መን ምዃኑ እንተትፈልጢ ኢልዋ ህያብ ኣምላኽ ምፍላጥ ኣዝዩ ዓቢ ነገር እዩ። ብዙሓት ሰባት ነቲ ህያብ ኣምላኽ ኣይፈልጥዎን እዮም። ነቲ ዝዓበየ እግዚኣብሔር ኣቦ ብፍቕሩ፣ ብምሕረቱ፣ ብልግሱ ንዓለም ኩሉ ዝሃባ ዓቢ ህያብ ወዱ የሱስ ክርስቶስ ምርዳእ ዓብዪ ጥበብ እዩ። ህያብ ኣምላኽን እቲ ኣስቲኒ ዝብለኪ ዘሎ መን ምዃኑ እንተትፈልጢ ምፍላጥ ኣገዳሲ እዩ። ኣምላኽ እንታይ ዓይነት ህያብ ከም ዝሃበና እንታይ ዓይነት ህያብ ከም ዝተቐበልና ምርዳእ ምርዳእ ኣዝዩ ኣገዳሲ ነገር እዩ። ንስኺ ተመሊስኪ ምለመንክዮ ነይርኪ፣ ንሱ ድማ ማይ ህይወት ምሃበኪ ነይሩ ኢልዋ። ናይ ህይወት ማይ ናይ ዘለዓለም ህይወት ምሃበኪ ነይሩ። ካብ ውሽጥኺ ዝፍልፍል ህይወት፣ ሰላም፣ ዕረፍቲ፣ ደስታ፣ በረከት ምሃበኪ ኔሩ ብገንዘብ ዘይዕደግ ነገር ምሃበኪ ኔሩ ናይ ዘለዓለም ደስታ ናይ ዘለዓለም ዕረፍቲ ናይ ዘለዓለም ህይወት ምሃበኪ ኔሩ ምስዚ መድሓን እዚ ምርኻብ ማለት ናይ ዘለዓለም ህይወት ምምቓል ማለት እዩ ምስዚ መድሓን እዚ ምርኻብ ማለት ንዚ መድሓን እዚ ምቕባል ማለት ኣብ ህይወትካ ከም መድሓኒ ከም ጎይታ ከም ንጉስ ከም ኣምላክ ጌርካ ምቅባል ማለት ካብ ሞት ናብ ሂወት ካብ ጸልማት ድማ ናብ ዘገርም ብርሃን ምስጋር ማለት እዩ ንዚ መድሓን እዚ ኣብ ሂወትካ ምቅባል ማለት ንዚ ህያብ ኣምላክ እዚ ብፍታውካ ምቅባል ማለት ካብ መርገም ናብ በረከት ምስጋር ማለት እዩ ካብ ጭንቀት ናብ ሰላም ምእታው ማለት እዩ ካብ ግዝኣት ጸልማት ናብ መንግስቲ ብርሃን ምስጋር ማለት እዩ። ዕረፍቲ ካብ ዘይብሉ ህይወት ሰላም ናብ ዘለዎ ራህዋ ናብ ዘለዎ ዕጋበት ናብ ዘለዎ ህይወት ምስጋር ማለት እዩ እዚ ህያብ ኣምላኽ ድማ ንኹሎም ደቂ ኣዳም ብኸምኡ ብነፃ ዝወሃብ እዩ በዘይ ገንዘብ በዘይ ፃዕሪ በዘይ ድኻም ዝወሃብ እዩ ስለዚ ኢሰያስ ኣቐዲሙ ንዚ ትንቢታዊ ኣዋጅ ከእውጆ ከሎ ኢና ንርኢ ህጻን ተወሊድልና ንዓና ወዲ ተዋሂብና እዩ እሞ እቲ ግዝኣቱ ከኣ ኣብ መንኩቡ እዩ ስሙ ውን ጉሩም እዩ መካር ብርቱዕ ኣምላኽ ኣቦ ዘልኣለም መስፍን ሰላም እዩ ናይ ሰላም ንጉስ እዩ ንሱ ስለዚ ንዝተቐበሎ ዘበለ ንዝተላለዮ ዘበለ ንዝፈለጦ ዘበለ ሰላም ሒዙሉ እዩ ዝመፅእ ህይወት ሒዙሉ እዩ ዝመፅእ ብርሃን ሒዙሉ እዩ ዝመፅእ ኣነ ብርሃን ዓለም እየ እቲ ብኣይ ዝኣምን ድማ ብጸልማት ኣይመላለስን እዩ ኢሉ የሱስ ስለዚ ነዚ መስፍን ሰላም እዚ ኣብ ህይወትካ ምቕባል ማለት ሰላም ናብ ቤትካ ራህዋ ናብ ዓመታትካ ምምጻእ ማለት እዩ እዚ መድሓኒ እዚ ንሕድገት ሓጢኣት ናይ ደቂ ሰባት ብምልኦም ሓጢኣትን ዋጋን ክኸፍል ኣብ መስቀል ዝመተ ብደሙ ድማ ዝተበጀወና መድሓኒ እዩ ጅማሪኡ ናይዚ ቃል እዚ ፍጻሜ ሉቃስ ኣብ ወንጌል ሉቃስ ካልኣይ ምዕራፍ ካብ ቁፅሪ ሸሞንተ ክሳብ ቁፅሪ ዒስራ ክዛረብ ከሎ ከምዚ ኢሉ ተዛሪቡ ኣሎ ወንጌል ሉቃስ ካብ ቁፅሪ ሸሞንተ ናይዚ ትንቢታዊ ቃል ናይ ኢሳያስ ፍጻሜ ኣብዚ ምዕራፍ ክልተ እቲ መድሓኒ ከም ዝተወልደ እዩ ካብ ቁፅሪ ሓደ ጀሚሩ ዝዛረብ ኣብ ቁፅሪ ሸሞንተ ድማ ከምዚ ይብል ኣብታ ምድሪ እቲኣ ብለይቲ ማለም ክሕልዉ ኣብ መሮር ዝሓደሩ ጓሶት ነበሩ መልኣኽ እግዚኣብሄር ከዓ ኣብ ጥቕኦም ደው በለ ክብሪ እግዚኣብሄር እውን ኣብ ዙሪኦም ኣብረሀ ብዙሕ ፍርሓት ከኣ ፈርሑ። እቲ መልኣኽ ድማ እንሆ ሎሚ መድሓኒ ኣብ ዓዲ ዳዊት ተወሊዱልኩም ስለ ዘሎ ኢልዎም። እዚ ብስራት እዚ ረኣይዎ ንቶም ጓሶት እቲ መልኣኽ ክነግሮም ከሎ ሎሚ መድሓኒ ኣብ ዓዲ ዳዊት ተወሊድልኩም ስለ ዘሎ ንመን እዩ ተወሊዱ ንዓና ንርእሱ ኢሉ ይኮነን ተወሊዱ ተወሊድልኩም ስለ ዘሎ ኢሳያስ እንታይ ኢሉ ህፃን ተወሊድልና ወዲ ድማ ተዋሂብና እዩ እዚ ናይ ኢሳያስ ትንቢታዊ ቃል መፈፀምታ ክረክብ ከሎ ኣብዚ ሉቃስ ካልኣይ ምዕራፍ ኢና ንርኢ ትንቢት ከምቲ ዘለዎ ተፈፂሙ ብግዜኡ ህፃን ተወሊድልና ኢሉ ኢሳያስ ወዲ ተዋሂብና ኢሉ መልኣኽ እግዚኣብሄር መጺኡም ተንጓሶ ድማ፣ ሎሚ መድሓኒ ኣብ ዓዲ ዳዊት ተወሊዱልኩም ስለ ዘሎ ኢልዎም። ንሱ ኸዓ ክርስቶስ ጎይታ እዩ። እዚ ዝተወልደ ህፃን መን እዩ? ክርስቶስ ጎይታ እዩ፣ መሲሕ እዩ፣ መድሓኒ እዩ፣ እቲ ንዓለም ዝብጆ ንዓለም ዘድሕን መድሓኒ ተወሊድልኩም ኣሎ ኢሉ ብስራት ኣበሲርዎም ንኹሉ ህዝቢ ዝኸውን ዓብዪ ሓጎስ እበስረኩም ኣሎ ዋው እዚ ዜና እዚ ንኦም ጥራይ ዘይኮነ ንኹሉ ህዝቢ ዝኸውን እንታይ እዩ ዓብዪ ሓጎስ እዩ ስለዚ እዚ ዓብ ሓጎስ የበስረኩም ኣሎ ናይ ሓጢኣት ዋጋ ኢየሱስ ክርስቶስ ጥራይ እዩ ከፊልዎ። ሓጢኣት በዘይ ናይ የሱስ ክርስቶስ ምውላድን ኣብ መስቀል ምማትን ምትሳእን ካብ ሞት ካብ መቃብር ኣይዕረቕን እዩ። ስለዚ ሓደ በይኑ የሱስ ክርስቶስ ጥራይ እዩ ናይ ዓለም ናይ ሓጢኣት ፈውሲ ናይ ደቂ ሰባት ናይ ሓጢኣቶም መድሓኒ ኢየሱስ ክርስቶስ በይኑ ጥራይ እዩ በዘይብኡ ደቂ ኣዳም ፈጺሞም ናይ ምድሓን ተስፋ የብሎምን ናይ ምድሓን ተስፋ የብሎም ስለዚ እዩ እቲ መልኣኽ እግዚኣብሔር ኣብ ዓዲ ዳዊት መድሓኒ ተወሊድልኩም ኣሎ ንኹሉ ህዝቢ ዝኸውን ዓብዪ ሓጎስ እበስረኩም ኣለኹ ኢሉ ብስራት እናበለ ብስራት ዘበስሮም ዘሎ ደቂ ሰባት ካብ ናይ ዘለዓለም ሞት ካብ ናይ ዘለዓለም ጥፍዓት ካብ ናይ ዘለዓለም ሲኦል ካብ ናይ ዘለዓለም ገሃንም ዘምልጥሉ ናይ ምድሓን ደገ ተኸፊቱ ነቲ ደገ ምድሓን ዝኸፈተልና ጎይታ ክብሪ ይኹን። ዓብ ብስራት የበስረኩም ኣለኹ ኢሉ ብስራት ከበስሮም ከሎ ኢና ንርኢ እሞ ይትፍርዑ ኢልዎም ምልክቱ ድማ እዚ ይኹንኩም ኣብ መብልዕ ማል ብዓለባት ተጠቕለለ ህፃን ደቂሱ ክትረኽቡ ኢኹም በሎም ብዙሓት ሰራዊት ሰማይ ድማ ብድንገት ምስቲ መልኣኽ ተፀንቢሮም ክብሪ ንኣምላኽ ኣብ ላዕሊ ሰላም ከኣ ኣብ ምድሪ ኣብ መንጎ እቶም ስምረት ኣምላኽ ዘለዎም ሰባት እናበሉ ንኣምላኽ ኣመስግኑ ዋው እዚ ብስራት እዚ ንደቂ ሰባት ጥራይ ኣይኮነን ዘሐጉስ ነይሩ ንመላእኽቲ ሰማይ ከይተረፈ ኣዝዩ ዓብይ ደስታ ዝፈጠረሎም እዩ ነይሩ ስለዚ ክብሪ ንኣምላኽ ይኹን ኣብ ሰማይ ኣብ ምድሪ ድማ ሰላም ይኹን ኣብቶም ስምረት ኣምላኽ ዘለዎም እናበሉ ብዙሓት መልኣኽቲ ሰማይ ምስቲ መልኣኽ ተጸንቢሮም ንኣምላኽ ክብርኽቡ ንኣምላኽ ከመስግኑ ተሰሚዑ ልደት መድሓኒና ጎይታና ኢየሱስ ክርስቶስ ሰማይ ኣነቓኒቕዎ እዩ መልኣኽቲ እግዚኣብሔር ብልደቱ ተነቓኒቖም እዮም። መልኣኽቲ እግዚኣብሔር ብስራት ሒዞም ካብ ሰማይ ናብ ምድሪ መፂኦም ንደቂ ሰባት ብስራት ክበስሩ ጀሚሩ። መልኣኽቲ እግዚኣብሔር ስለቲ ተወልደ መድሓኒ ንኣምላክ ክብሪ ክብዎ ከመስግንዎ ክውድስዎ ጀሚሩ ነገስታት ምድሪ ብልደት እዚ መድሓኒ ተነቃኒቆም እዮም ተነቃኒቆም እዮም እዚ ሉቃስ ካልኣይ ምዕራፍ ክጅምር ከሎ ካብቲ ቁፅሪ ሓደ እንድሕር ርኢናዮ ኮነ ድማ በቲ ቅነቲ ኩሉ ዓለም ክፅዓፍ ካብ ቄሳር ኣውግስጦስ ትእዛዝ ወፀ ኢሉ እዩ ዝጅምር ካብ ቄሳር ኣውጊስጦስ ትእዛዝ ወፀ። ኣብ ግዝኣቱ ዝነበሩ ግዝኣት ሮም ዝነበሩ ኣብዚ ዝተወለድሉ ቦታ ከይዶም ክምዝገቡ ክፀዓፉ ክቁፀሩ ትእዛዝ ወፅዩ። እዚ ትእዛዝ እዚ ግን በጋጣሚ ኣይኮነን ወፅዩ። እንታይ ደኣ ትሕት ኢልና እንድሕር ኣንቢብናዮ፣ የሴፍን ማርያምን ድማ ካብ ቤት ዳዊት ስለ ዝነበሩ፣ ናብ ዓዶም ናብ ቤተ ልሄም ክጸሓፉ፣ ክቑጸሩ፣ ክምዝገቡ ኢሎም ከይዶም። ንምንታይ? ኣዋጅ ናይ ንጉስ ስለ ዝወጸ። ልክዕ ኣብ ቤተ ልሄም ምስ በጽሑ ግን ጊዜ ሕርሳ በጽሐ። ራይ ራይ ጊዜ ሕርሳ በጽሐ፣ በኹሪ ወዳ ወለደት ትብል የሱስ ክርስቶስ። ኣብ ትኽክል ሰዓት ኣብ ትኽክል ቦታ እዩ ተወሊዱ የሱስ ክርስቶስ ኣብ ቤተልሄም እዩ ክውለድ ዝግብኦ ስለዚኦም ካብቲ ዝቕመጥሉ ዝነበሩ ቦታ መፅኦም ኣብ ቤተልሄም ክፀሓፉ ኢሎም መፅኦም ኣጋጣሚ ይመስል ኣጋጣሚ ይነበረን ምኽሪ ኣምላኽ ሓሳብ ኣምላኽ እዩ ስለዚ እቲ እቲ ንጉስ እግዚኣብሄር ደሪኽዎ እዩ ኣዋጅ ኣውፅኡ ንምንታይ እቲ መድሓኒ ኣብ ዝተባህለሉ ቦታ ኣብ ቤተልሔም ናይ ይሁዳ ምእንታን ክውለድ ልክዕ ኣብ ቤተልሔም ምስ በጽሑ ግዜ ሕርሳ በጽሐ በኹሪ ወዳ እውን ወለደ ትብል ክብር ንእግዚኣብሔር ይኹን ስለዚ ናይ የሱስ ክርስቶስ ልደት ዘየንቀሳቆሶ ነገር የለን መላእክቲ እግዚኣብሔር ተንቀሳቅሶም ነገስታት ምድሪ ተ- ተንቀሳቒሶም ከዋኽብቲ ተንቀሳቒሶም ከዋኽብቲ ሰማይ ከይተረፉ ተንቀሳቒሶም ስለዚ እቶም ሰብ ጥበብ እንታይ እዮም ኢሎም ኮኸቡ ኣብ ምብራቕ ርኢናሲ ክንሰግደሉ መፂና ኢሎሞ ንሄሮዶስ ኮኸቡ ኣብ ምብራቕ ርኢና ኮኸብ እናመርሐ እቲ ህፃን ናብ ዝተወልደሉ ሰፈር ቦታ ኣምፂዎም ንቶም ሰብ ጥበብ ስለዚ ኮ- ከዋኽብቲ ተንቀሳቒሶም ነገስታት ምድሪ ተንቀሳቒሶም፣ ሓያላን ሃብታማት ስልጡናት ዝበሃሉ ጥበብ ዘለዎም ሰባት ተንቀሳቒሶም፣ ጓሶት ተንቀሳቒሶም፣ ዘይተንቀሳቐሰ ፍጡር የለን። ክብሪ ንእግዚኣብሔር ይኹን። ንምንታይ? መድሓኒ ስለ ዝተወልደ ህጻን ተወሊድልና እዩ እሞ ወዲ ድማ ተዋሂብና እዩ ኢሉ ኣቐዲሙ ኢሰያስ ዝኣወጀ እምበኣር ንዚ እዩ ክብሪ ንእግዚኣብሂር ይኹን ቁጽሪ ዓሰርተ ሓሙሽተ ከም ዝብለና ኮነ ድማ እቶም መልኣኽቲ ካብዓታቶም ናብ ሰማይ ምስ ደየቡ እቶም ጓሶት ንሕድሕዶም፣ እዚ እግዚኣብሄር ዝገለጸልና ኽዉን ነገር ክንርኢ ንዑናይ ናብ ቤተልሄም ንኺድ ተበሃሃሉ። ዋው! እዚ እግዚኣብሄር ዝገለጸልና ክዉን ነገር ግልጸት እዩ። መላእኽቲ እግዚኣብሄር መጺኦም እዮም ንዞም ጓሶት እዚኣቶም ነጊሮሞ። ማሎም ክሕልዉ ኣብ መሮር ዝሓደሩ ጓሶት እዮም ነይሮም። ግናኸ ናይ እግዚኣብሄር መልኣኽ መጺኡ። መድሓኒ ኣብ ዓዲ ዳዊት ከም ዝተወልደሉ ነጊርዎም፣ ምልክት ድማ ሂብዎም፣ ኣብ መብልዒ ማል ህጻን ብዓለባ እተጠቕለለ ክትረኽቡ ኢኹም ኢሉ ኣብ ዘይሕሰብ ቦታ ከም ዝተወልደ ምልክት ክኾኖም ነጊርዎም፣ ከምቲ ዝበሎም ድማ እዚ እግዚኣብሄር ዝገለጸልና ክውን ነገር ክንርኢ ናብ ቤተልሄም ንኺድ ኢሎም ናብ ቤተልሄም ክኸዱ ከለዉ ንርኢ። ክብሪ ንእግዚኣብሄር ይኹን። ቀልጢፎም ከኣ ኸዱ፣ ንማርያምን ንየሴፍን ንቲ ህጻንን ከኣ ኣብ መብልዒ ማል ደቂሱን ረኸቡ ከምቲ እተባህለሎም። እዚ ምስ ረኣዩ ብዛዕባ እቲ ህጻን እተነግረሎም ነገር ኣውረዩ። ዝሰምዑ ዘበሉ ኹሎም ከኣ በቲ እቶም ጓሶት ዝነገርዎም ተገረሙ። ማርያም ግና ንዚ ነገር እዚ ኹሉ ኣብ ልባ ተዋህሎን ተሓስቦን ነበረት። እቶም ጓሶት ድማ ከምቲ እተባሃለሎም በቲ ዝሰምዕዎን ዝረኣይዎን ኩሉ ንኣምላኽ እናኸበሩን እናወደሱን ተመልሱ እዩ ዋው ክብር ንእግዚኣብሄር ዓብ ግልፀት እዮም ረኪቦም እዚ እግዚኣብሄር ዝገለፀልና ክውን ነገር ሎሚ እቶም ንዚ መድሓኒ ንዚ ጎይታ ንዚ መሲሕ ንዚ ክርስቶስ ንዚ ህያብ ኣምላኽ ዝተቐበልናዮን ዝፈለጥናዮን ዘተገልጸልናን በቲ ዝዓበየ ህያብ ኣምላኽ ከነመስግን ግባኣና እዩ በዚ ቅነ እዚ ደስታና ሓጎስና ናይዚ ሲዝን እዚ ሪዝን ናይዚ ሲዝን እዚ ምክንያት ክኸውን ዘለዎ ዝብላዕ ዝስተ ዝርገፅ ዝኽደን ኣይኮነን ናይዚ ሲዝን እዚ ምኽንያት ክኸውን ዘለዎ እቲ ክርስቶስ መድሓኒ እቲ ህያብ ኣምላኽ እቲ ዝተቐበልናዮ ጎይታ እቲ ካብ ጸልማት ናብ ብርሃን ካብ ሞት ናብ ህይወት ዘሳገረና ጎይታ ጭንቀትና ዝወሰደ ዓርዑትና ዝሰበረ ሰንሰለትና ዝቆረጸ ኣግማድና ዝበንጠሰ ንኹሎም ጸላእትና ሓይልታት ጸልማት ሓይልታት ዲያብሎስ ዝሰዓረልና እሞ ናብ መንግስቲ ኣቦኡ ዘእተወና ናብ ብርሃን ዘብቅዓና ሓጢኣትና ዝደምሰሶ በቲ ኣብ መስቀል ዝፈሰሰ ደሙ ዝተበጀወና ወዲ ኣምላኽ የሱስ ክርስቶስ ብኡ ደስ ክብለና ብኡ ክንሕጎስ በቲ ዝዓበየ ዝተቐበልናዮ ምድሓን ደስ ክብለና እዚ ምድሓን እዚ ድማ ንካልኦት ሸር ክንገብር ንካልኦት ከነካፍል ንካልኦት ክንህብ እቲ ዝዓበየ ህያብ ኣምላኽ እዚ ብካልእ ክሽፈን ኣይግብኦን እዩ ብካልእ ክዕብለል ኣይግብኦን እዩ ኣይግብኦን እዩ ክደምቕ ዝግብኦ ክገንን ዝግብኦ ጎሊሑ ኣብ ህይወትና ኣብ ቤትና ኣብ ገዛና ኣብ ደቅና ኣብ ምእታውና ኣብ ምውፃእና ኣብዚ ቅነ እዚ ክደምቕ ዝግብኦ እቲ መድሓኒ ወዲ ኣምላኽ ኢየሱስ ክርስቶስ እዩ ሽሙ ዝተባረኸ ይኹን ንዚ መድሓኒ እዚ ነቲ ህያብ ኣምላኽ ዘይፈለጥናዮ ማለት ናትና ዘይገበርናዮ ናይ ህይወተይ መድሓንን ጎይታን ኢኻ ኢልና ብልብና ኣሚንና ብኣፍና ዘይተኣመንናዮ ሰባት ድማ እዚ ቃል እዚ ኣብ ዝሰማዕኹምሉ ሰዓት እዚ ዓቢ ብስራት ንዓኻትኩም እዩ። ሕጂ እውን እዚ ብስራት እዚ ውዑይ እዩ ዘሎ ናይ ሓጢኣት መድሓኒ ናይ ሞት መድሓኒ ካብ ሲኦል ካብ ገሃንም ካብ ፍርዲ ዘድሕን መድሓኒ ሰብ ካብቲ ዝወደቆ ኣዳማዊ ሓጢኣት ዘድሕን መድሓኒ ምስ ኣምላኽ ዘተዓርቅ መድሓኒ ህይወት ዝህብ መድሓኒ ኢየሱስ ክርስቶስ ወዲ ኣምላኽ በይኑ እዩ ኣነ ብርሃን ዓለም እየ እቲ ብኣይ ዝኣምን ብጸልማት ኣይመላለስን እዩ ኣነ መገድን ሓቅን ህይወትን እየ በዘይ ብኣይ ከዓ ሓደ እኮ ናብ ዓቦ ዝበፅሕ የለን ኢሉ ንሱ እቲ መገዲ ንሱ እቲ ሓቂ ንሱ እቲ ህይወት ስለዚ ንዚ ጎይታ እዚ ንዚ ዓብይ ህያብ ኣምላኽ ብሉፅ ህያብ ኣምላኽ ሎሚ ንዓ ኣብ ህይወተይ እቶ ናይ ህይወተይ መድሓኒ ናይ ህይወተይ ጎይታ እገብረካ ኣለኹ ኢልና ብልብና ኣሚንና ብኣፍና ተመስኪርና ሎሚ ህይወትና ካብ ሞት ናብ ህይወት ካብ ፀልማት ናብ ብርሃን ክሰጋገር የሱስ ነታ ሳምራዊት ሰበይቲ እንታይ ኢልዋ? ህያብ ኣምላኽን እቲ ኣስቲኒ ዝብለኪ ዘሎ መን ምዃኑ እንተ ትፈልጢ፣ ንስኺ ተመሊስኪ ምለመንክዮ፣ ንሱ ማይ ህይወት ምሃበኪ። ማይ ህይወት፣ ናይ ህይወት ማይ፣ ነፍስኹም ዓጊባ ክትተርፍ እያ። ጸልማትኩም ክግፈፍ እዩ፣ ጭንቀትኩም ክለዓል እዩ፣ ሞትኩም ክስበር እዩ። ምስዚ ጐይታ እዚ ናጽነት ዘለዎ፣ ሰላም ዘለዎ፣ ዕረፍቲ ዘለዎ፣ ደስታ ዘለዎ ጕዕዞ ክትጅምሩ ኢኹም። ናይ ልቢ ሰላም፣ ናይ ኣእምሮ ዕረፍቲ ክበኩም ነብስኹም ካብ ዝኾነ ይኹን ኣጋንንታዊ ማእሰርቲ ነፃ ክትወፅ እያ። ንምንታይ? ንሱ ናጽነትኩም እዩ፣ ንሱ ሰላምኩም እዩ። መስፍን ሰላም ስለ ዝኾነ ንዓኹምን ንቤትኩምን ሰላም ክኾነልኩም እዩ። ምስዚ መድሓኒ እዚ ሎሚ ዕርቂ ክኾነልኩም ድማ ቃል እግዚኣብሄር ይንገረኩም ኣሎ ሰዚ ንዓ ኣብ ሂወተይ ናይ ሂወተይ ጎይታን መድሓንን ጌረ የንግሰካ ኣለኹ ተልኩሞ ንሱ ንጉስ ናይ ሂወትኩም ክኸውን እዩ ሂወትኩም ድማ ክልውጦ እዩ ክብር ንጎይታ ይኹን ክንጽሊ ኢና እግዚኣብሄር ቃሉ ስለ ዝለኣኸልና ንኣምላኽ እናመስገናዮ ስለቲ ዓብ ህያቡ ስለቲ ብሉጽ ህያቡ ስለቲ ተቐበልናዮ ምድሓን ስለ ተቐበልናዮ ብርሃን ንጎይታ ክብሪ ክንቦ ኢና ጎይታ ነመስግነካ ኣለና ሽምካ ብሩኽ እዩ ሎሚ እውን ቃልካ ናብ ህይወትና ስለ ዝለኣካዮ ክብሪ ንበካ ኣለና መድሓኒ ኣብ ህይወትና ስለ ዝመፀ ንህይወትና ድማ ስለ ዘድሓና ስለ ዝተበጀዋ ቃል ወንጌል ሰሚዕና ብእምነት ስለ ዝድሓና ነመስግነካ ኣለና ጸጋ ኣምላኽ ተገሊጹ እዩ እሞ ንዅሉ ሰብ ድማ ምድሓን ኣምጺኡ ተባሂሉ ከም ተጻሓፈ እቲ ዝተገልጸ ጸጋ ኣምላኽ ኣብ ህይወትና ኣብ ቤትና ኣብ ሰፈርና ስለ ዝመጸ ነመስግነካ ኣለና ናይዚ ቅነ እዚ ምኽንያት ወድኻ የሱስ ክርስቶስ ስለ ዝኾነ እዩ እቲ ዝሃብካና ብሉፅ ህያብ ድማ ኣብ ህይወትና መፂኡ ኣሎ ረኺብናዮ ኣለና እሞ ነመስግነካ ኣለና ክብር ድማ ንህበካ ኣለና ፅሊ ኣለኹ ብኢየሱስ ክርስቶስ ናዝራውሽ እዚ ቃል እዚ ሰሚዖም ሎሚ ምድሓን ክኾነሎም እፅልሎ እዚ ቃል እዚ ሰሚዖም ዕረፍቲ ክኾነሎም እፅልሎ እዚ ቃል እዚ ሰሚዖም ሰላም ክኾነሎም እፅልሎ እዚ እግዚኣብሔር ዝገለጸልና ክውን ነገር ክንርኢ ንኺድ ከም ዝበሉ ሎሚ እዚ ክውን ነገር ኣብ ህይወቶም ክትገልጾ እጽሎ ወድኻ የሱስ ክርስቶስ ኣብ ህይወቶም መድሓኒ ኮይኑ ይገለጽ ጎይታ ኮይኑ ይገለጽ ጸልማቶም ይቀንጠጥ ኣርዖቶም ይሰበር ማእሰርቶም ይበልጠ ሰንሰለቶም ይቆረጥ የምልጡ ናብ ህይወት ይእተዉ ካብ ጸልማትሲ ናብ ብርሃን ካብ ሞት ናብ ህይወት ክሳጎሩ ይጽልይ ኣለኹ ኩሉ ክብሪ ንዓኻ ይኹን ብኢየሱስ ክርስቶስ ሕያው ስም ኣሜን ኣሜን ኣሜን ክብሪ ንኣምላኽ ይኹን ናይ ሎም መልእኽትና ኣብዚ ወዲእና ኣለና በዚ ሰሙናዊ መልእኽቲ እንድሕር ትባረኹ ኣለኹም ላይክ ግበሩ ሳብስክራይብ ዘይገበርና ሳብስክራይብ ንግበር እዚ መልእኽቲ እዚ ድማ ንብዙሓት ንምድሓን ምእንታን ክኸውን ድማ ሸር በልዎ ይኹም ጎይታ ኣብዚ ሒባርኩም ብሩኻት እዩ